ካብ ድቃስካ የተስኡኻ፣ ኣብ ቆርበትካ ብምንካስ የቑስሉኻ ወይ እውን የሕሙኻ፣ ንኣዋርሕ ዝረሃጽካሉ ውጽኢት ግራትካ ከይሓፈስካ እውን መጺኦም የብርሱልካ። መን እዮም እዚኦም ዶ ትብሉ ኣለኹም? ንሳቶም ሓሳኹ እዮም። ምስ ምጅማር ክራማት ዝተፈላለዩ ዓይነታት ሓሳኹ ክቀላቐሉ ጀሚሮም ኣለዉ። ድሮ ገሊኻትኩም እውን በዞም ዝቀላቐሉ ዘለዉ ሓሳኹ ከተማርሩ ጀሚርኩም ትኾኑ ኢኹም። ሓሳኹ ዝበሃሉ ፍጡራት ጠቕሊሎም ክጠፍኡልኩም እትምነዩ ሰባት እውን ኣይትሰኣኑን ኢኹም።

ኣብዚ ሕጂ እዋን ሓደ ካብ ሰለስተ ዓሌታት ሓሳኹ ጸኒቶም ከም ዘለዉ ተመራመርቲ ይሕብሩ እዚ ነገር ኣዝዩ ኣሻቓሊ ስለ ዝኾነ ድማ ሚኒስትር ሕርሻ ናይ ዝተፈላለዩ ሃገራት ሙሉእ ጠመተ ሂበን ክሰርሓሉ ጀሚረን ኣለዋ ምክንያቱ ዓለምና ብዘይ ሓሳኹ ብቐሊሉ ክትበርስን ክትዓኑን ስለ ትኽእል። ኣብ ዓለምና ልዕሊ ሓደ ሚልዮን ዝኾኑ ተጓዳቲ ሓሳኹ ኣለዉ። ገለ ካብ ኣብነት ንምጥቃስ ኣባ ጨጎራ፣ ዕኮት፣ ኣንበጣን ካልእን። ይኹን እምበር ቴስዓ ሚታዊት ካብዞም ኣብ ዓለምና ዝርከቡ ሓሳኹ ንወዲ ሰብ ዝጓድኡ ኣይኮኑን፣ እኳ ደኣ ኣዝዮም ኣገደስቲ እዮም። እዚ ክንሱ ግን ወዲ ሰብ ሓሰኻርየ ብምባል ካብ ምቕታሎም ዓዲ ይውዓለን ነዚ ኩሉ ንጎድኒ ገዲፍና ካብዛ ሕጂ ሰዓት ጀሚርካ ኩሎም ሓሳኹም ተፀፉ ኢልና ንሕሰብ እንታይ ኮን መጋጠመ ቀዳማይ ገለ ክፋላት ናይ ሱፐርማርኬት ጥርሑ ክተርፍ ምስ ጀመረ መዓር ዝበሃል እውን ካብ ገጻት ምድሪ ጠቕሊሎም ጠፍአ ምክንያቱ ኩልና ከም ንፈልጦ መዓር ውፅኢት ንህቢ እዩ። እዚ እንብሎ ዘለና ንህቢ ድማ ሓደ ካብ ሓሳኹ እዩ። ስለዚ ንህቢ እንተኣ ዘይሃልዩ መዓር ዝበሃል ከም ዘየለ ክንግንዘብ ይግባእ። ካልኣይ ቾክሌት እዩ። ቾክሌት ደኣ ካብ ካካዎ እንዲ ይስራሕ ብኸመይ ክጠፍእ ዝብል ሰብ ኣይሰኣንን እዩ። እንተኾነ ግን ተኽሊ ካካዎ ዓብዪ ኣብ ፍረ ንክበፅሕ እዞም ኩንተን ወይ ሴራቶፖጎኖዲ ዝተባህሉ ሓሳኹ የድልይዎ እዮም። እዞም ሓሳኹ ነቶም ኣትክልቲ ንክዋሰቡ ማለት ካብቲ ተባዕታይ ተኽሊ ነቲ ተባዕታይ ዘርኢ ወይ ፖለን ናብ ስቲግማ ናይቲ ኣንስተይቲ ተኽሊ ብምስግጋር ከም ዝዋሰቡን ኣብ ፍረ ከም ዝበፅሑን ዝገብርዎም እዞም ሓሳኹ እዮም። ስለዚ እዞም ሓሳኹ እዚኦም እንተ ጸኒቶም ካካዎ ኮነ ቸኮሌት እውን ምስኦም ካብ ገጻት ምድሪ ክጠፍእ ምዃኑ ክንርዳእ ይግባእ። ሳልሳይ ፍሩታ ኣሕምልትን ጥራታትን እዮም። ኣቐዲመ ከም ዝገለጽክዎ መብዛሕትኦም ኣትክልቲ ንሓድሕዶም ብመንገዲ ኣዕዋፍ፣ ንፋስ ከምኡውን ብሓሳኹ እዮም ዝዋሰቡ። እዞም ሓሰኹ እንተ ጸኒቶም ድማ ኣዝዮም ብዙሓት ፍሩታታት ኣሕምልትን ጥረታትን እውን ንዕኦም ተኸቲሎም ካብዛ ዓለም ክጠፍኡ ይኽእሉ እዮም ብቁጠባዊ መዳይ እንተዳሪናዮ ድማ ኣብ 2005 ዓ ም ኣብ ዓባይ ብሪጣንያ ኣብ ዝተኻየደ መፅናዕታዊ ፅሑፍ ከም ዘነፅሮ ብዘይ ሓሰኹ ዓባይ ብሪጣንያ ናይ 215 ቢልዮን ዶላር ክሳራ ክጋጥማ ከም ዝኽእል የመልክት ራብዓይ ክዳን ማለት ካብ ጡጥ ዝስራሕ ክዳውንቲ እዩ ኩልና ከም ንፈልጦ መብዛሕትኦም ክዳውንቲ ካብ ጡጥ እዮም ዝስርሑ ብዘይህላወ ናይ ሓሳኹ ድማ ጡጥ ዝበሃል ነገር ክቦቅል ኣይክእልን እዩ ስለዚ ብተዘዋዋሪ መንገዲ ክዳውንቲ ዝበሃል ነገር እውን ምስኡ ከኽትም ምዃኑ እዩ ሓምሻይ ነዚ ድምፂ እዚ ደጊምና ዘይክንሰምዖ ንኽእል ኢና ምክንያቱ ብዙሓት ኣዕዋፍ ኣትክልትን እንስሳታትን ፅግዕተኛታት ናይ ሓሳኹ እዮም እዚ ማለት ህላውነቶም ኣብዛ ምድሪ ብመንገዲ ሓሳኹ እዮም ዘውሕሱ ብኸመይ ንዝብል ሕቶ ንምምላስ ገሊኦም ሓሳኹ ከም ምግቢ ኮይኖም ከገልግልዎም እንከለዉ ገሊኦም ድማ ንክዋሰቡ የገድስዎም እዮም ስለዚ ብዘይ ሓሳኹ ኣትክልትን ብዙሓት ኣዕዋፍን ገለ ካብ እንስሳታትን እውን ካብዛ ዓለም ክፀንቱ ከም ዝኽእሉ ይንገር ሻድሻይ ረሳሓት እዩ ኣብ ሓደ ቦታ ዝገደፍካዮ ቀልቀል ኮነ ሬሳ ናይ እንስሳታት ድሕሪ ገለ እዋን ተመሊስካ እንተዳሪእኻዮ ኣብ ዝገደፍካዮ ይፀንሓካን እዩ እዚ ዝኾነሉ ምክንያት ድማ እቶም ሓሳኹ በሊዖም ስለ ዘጣፍዎ እዩ ስለዚ ዓለምና ብዘይዞም ሓሳኹ መእከቢት ሬሳታትን ቀልቀልን ኮይናም ተረፈት። ረሳሓት ብዘኸትሉ ድማ ብዙሓት ሰባት ግዳይ ዝተፈላለዩ ሕማማት ምኾኑ። እዞም ሓሳኹ ክሳብ ክንዲ ዝጠቕሙ እናሃለዎም ግና ካብ ግዜ ናብ ግዜ ብወዲ ሰብ እናጸኖቱ ይኸዱ ኣለዉ። ነዚ ነገር ብኣጎ ንምግታእ እዮም እምበኣር መራሕቲ ዝተፈላለያ ሃገራት ብዙሕ ባጀት ብምስላዕ ነዞም ኣብ ምጽናት ዝርከቡ ሓሳኹ ከም ንህቢ፣ ጽምብላሊዕ፣ ሳሬትን ካልኦትን ናብ ንቡር ቁጽሮም ንምምላሶም ኣበርቲዖም ዝሰርሑ ዘለዉ። ንኣብነት ገሊኹም ሳሬት ብምብዝሖም ክገርመኩም ይኽእል እዩ። ምኽንያቱ እዛ ሓሰኻ ከም ሃዳኒትን ሓደገኛን ፍጥረት እያ ትውሰድ። እዚ ዝኾነሉ ምኽንያት ድማ ትካል ሆሊውድ ከም ሓንቲ ሓደገኛን ተጓዳኢትን ሓሰኻ ኣምሲሉ ብዙሓት ፊልምታት ስለ ዘፍረየ ኣብ ኣእምሮ ደቂ ሰባት ኣዝዩ ሕማቕ ስል ንክህልዋ ዓቢ ተራ ተጻዊቱ እዩ። እቲ ሓቂ ግን ብኣንጻሩ እዩ። ኣብ ዓለምና ልዕሊ 45 ሽሕ ዓሌታት ሳሬት ክህልዉ እንከለዉ ካብዚኣተን እተን 12 ዓሌታት ጥራየን ንወዲ ሰብ ክጎድኣ ዝኽእላ። ንሳተን እውን ክትቀትለን እንተ ፈቲንካ ነብሰን ንኸድሕና ስለ ዝነኽሳኻ እዩ። ብዝተረፈ ግና ሳሬት ንወዲ ሰብ እትጓዳእ ወይ እውን ከም ጣንጡ ሕማማት እተመሓላልፍ ሓዝኻ ኣይኮነትን። እምበኣርከስ እዘን ንብለን ዘለና ሳሬት ካብዛ ዓለም ተዝጠፍኣ እንታይ ክጋጥም ከም ዝኽእል ንመልከት። ብመጀመርታ ቁልጡፍ ዋዕዲ ሕርሻዊ እቶት ከምኡ ድማ ልዑል መጠን ሕማም ዓሶ፣ ዚካ ቫይረስን ደንጊ ፊቨርን መጋጠመን። ብዓቢኡ ድማ ድንሽ፣ ባልዶንጋ፣ ስርናይን ስገምን ካልኦት ዘራእትን ጠቕሊሎም ይጠፍኡ። ምኽንያቱ ነዞም ዝጠቕስናዮም ሕማማትን ዕንወታትን ንኸየጋጥሙ ዓቢ ድጋፍ እትገብር እዛ ሳሬት እትበሃል ሓሰኻ ስለ ዝኾነት። ብኸመይ ንዝብል ሕቶ ንምምላስ ሳሬት ቀንዲ ሃዳኒት ናይዞም ሕማማት ዘመሓላልፉን ኣዝርእቲ ዘጉርስን ባልዕ ወይ ሓሳኹ ስለ ዝኾነት። ብተወሳኺ ዓለባ ሳሬት ተፈጥሮኣውን ኣዝዩ ተሪርን ስለ ዝኾነ መከላኸሊ ጥይት ንክኸውን ኣብ መስርሕ ይርከብ። Look at this, bullets fired

ብዘይካዚ ኣብ ሕክምናዊ መዳይ እውን እንተኾነ ንናይ መለጋገቦ ጸገም ዘለዎም ሰባት ብካብ ዓለባ ሳሬት ዝተሰርሐ ሊጋመንት ብምግባር እዮም ጸገማቶም ዝጽግኑሎም። በዚ መሰረት ህላወ ናይ ዝሓሰኻ ኣብ ዓለምና ኣዝዩ ኣገዳሲ ምዃኑ ክንግንዘብ ይግባእ። ገለ ካብ ጠንቅታት ናይዞም ዝጸንቱ ዘለዉ ሓሳኹ ንምጥቃስ ብዝሒ ህንጻታት፣ ጽርግያታት፣ ፋብሪካታትን ምቅይያር ኩነታት ኣየርን እዩ። እዚ ነገር ነቶም ሓሳኹ ቦታ ንከይረኽቡ ስለ ዝኽልክሎም ብቐሊሉ ኣይፋረዩን። ብተወሳኺ ብርሃን እውን ኣብ ምጽናት ናይዞም ሓሰኹ ዓቢ ሚና ይጻወት። ምኽንያቱ መብዛሕቶም ሓሰኹ ብግዜ ለይቲ ብኣንፈት ወርሒ ተመሪሖም እዮም ዝጓዓዙ። እንተኾነ ግን ኣብዚ ግዜ እዚ ምስ ምብዛሕ ከተማታትን መብራህትታትን ወርሒ ኣበይ ከም ዘላ ስለ ዘይፈልጡ እንቋቑሖታቶም ኣብ ዘይቦትኡ የቐምጥዎ እሞ ኣብ ፍረ ከይበጽሐ ይተርፍ። በዚ ምኽንያት ሓደ ካብ ሰለስተ ዓሌታት ሓሰኹ ከም ዝጸነተ ይፍለጥ። እዚ ክጠቕሶ ዝጸናሕኩ ኣገዳስነት ናይ ሓሳኹ ክኸውን ከሎ ብኣንጻሩ ንደቂ ሰባት ኣዝዮም ጎዳእቲ ሓሳኹ ከም ዘለዉ እውን ዘይምርሳዕ ንኣብነት ኣንበጣ ኩልና ከም ንፈልጦ ኣንበጣ ኣዝዩ ብዙሕ ካሎሪ ዝውንንን ንደቂ ሰባት ድማ ከም መግቢ ኮይኑ ከገልግል ዝኽእል ሓሰኻዋይ እኳ እንተተባህለ ኣብ ሕርሻ ከኸትሎ ብዝኽእል ዕንወት ግን ምስቶም ጎዳእቲ ሓሳኽ እዩ ዝጸብጸብ። እዚ ማለት ግና ኣንበጣ ካብ ገጻት ምድሪ ክጠፍእ ኣለዎ ማለት ዘይምዃኑ ክንግንዘብ ይግባእ። ኣብ መወዳእታ ኩልና ክንፈልጦ ዘለና ኩሎም ኣብዛ ዓለም ዝርከቡ ፍጥረታት ብዕላማ ከም ዝተፈጥሩን ብዘይህላውነቶም ድማ ቀጻልነት ወዲ ሰብ እውን ኣብ ምልክት ሕቶ ከም ዝኣቱ እዩ። ወላ እኳ ሓሳኹ ብምብዝሖም ጉድኣት እንተሃለዎ ምጥፍኦም እውን ጉድኣት ከም ዘለዎ ክንግንዘብ ይግባእ። ስለዚ ንዝረኸብናዮ ሓሰኻ ክንቀትሎ ዘይኮነስ ክጎድኣና ዘይክእል እንተደኣ ኮይኑ ክንገድፎ ወይ ድማ ካብ ገዛና ወይ ኣከባቢና ከም ዝርሕቕ ጥራይ ክንገብሮ ይግባእ። ኣብ መወዳእታ ናይ ሎሚ ቪድዮ ነዚ ይመስል። ካብዚ ዘቕረብኩልኩም መደብ ድማ ቁሩብ ትምህርቲ ረኺብኩም ክትኮኑ ተስፋ ይገብር።